ሰላም ንዓኹም ተኸታተልቲ ናይዚ መደብ ከመይ ትኾኑ ከመይ ኣለኹም ከምቲ ልሙድ ምሳኹም ዘለኹ ሓውኹም ገሬ ኣብ ገዛና ኩሉ ግዜ በንሰርሖ ስራሓት ናባኹም ሸር ዝገብሮ መደብ እዩ ሆፍሊ ድማ ካብቲ ዝሰርሖ ዘለኹ ትጥቀሙ ወይ ከዓ ንእሽተይ ሓበሬታ ትወስዱ ክትህሉ ተስፋ ይገብር ኩልኹም ነዚ ቪድዮ ሪከርድ ምስ ኮነ ትሪእዎ ወይ ከኣ ምሳና ዘለኹም ኣብዚ ላይፍ መጀመርያ ሸር ብምግባር ላይክ ብምግባር ንኻልእ ሰብ ንኽሪኦ ስለ ዝሕግዝ ሪኦም ከኣ ካብኡ ክጥቀሙ ስለ ዝኽእሉ እንታይ ሒዘልኩም መጽየ ኣለኹ ዝበዝሕ ግዜ ኣብ ናይ ሓበሻ እንታይ ይውሕደናይ ክለዘት ይውሕደናይ እቲ ክለዘት ድማ ሓደ ወይ ከኣ ካብ ኣሰራርሓ ዲዛይን ናይቲ ቦታ ክኸውን ይኽእል ወይ ከኣ እኹል ቦታ ዘይምህላው ክኸውን ይኽእል እዩ So ኣብ ናይ ገዛኹም ዘሎ ክሎዘት ኖርማል ማዕጾ ዝዕጾ እንድሕር ኮይኑ ብዙሕ ቦታ ወስደልና እዩ። እቲ ቦታ ድማ ሓደ ብጎኒ ዘሎ ካልኣይ ድማ ብላዕሊ ዘሎ በቲ ናይ ማዕጾ ሳይዝ ስለ ዝስራሕ ዝኾነ ንብረት ወይ ከኣ ብዙሕ ንብረት ክነቐምጠሉ ኣይንኽእልን። ክንገብሮ ዘለና ሕጂ እንታይ ክንገብር ንኽእል ኢና ነቲ ዘለና ሞዲፋይ ብምግባር ወይ ከኣ እቲ ማዕጾ ብምቕያር ክንሰርሖ ንኽእል ኢና። ንሎሚ እንታይ ኣምጺኤልኩም ኣለኹ ማዕጾ ናይ ክሎዘትኩም ከመይ ጌርኩም ቦታ ሴቭ ትገብሩ ጸቢብ ቦታ እንድሕር ኣልዩኩም ሓደ ስላይዲን ዶር ብምጥቃም ካልኣይ ከኣ እቲ ናትኩም ቦታ ብምልኡ ክትጥቀምሉ እንድሕር ደሊኹም ነቲ ናይ መንደቕ ዘለዎ ወይ ከኣ ናይቲ ማዕጾ ዘለዎ ብምቕያር ዝበዝሐ ቦታ ክትጥቀምሉ ትኽእሉ ኢኹም። ስለዚ ናይ ሎሚ እንታይ ከርእየኩም እየ ከመይ ጌርኩም እቲ ናይ ስላይዲን ማዕጾ ከመይ ጌርኩም ኢንስታል ከም ትገብርዎ። ዝኾነ ሰብ ክገብሮ ይኽእል እዩ ካብ ስቶር ኬድኩም እቲ ዘድልየኩም ብምግዛእ። መስትያት ዘለዎ ኣሎ መስትያት ዘይብሉ ኣሎ። ሞስትሊ ኣብቲ ዋጋ እንድሕር መጺና ኩሉ ዳርጋ the same እዩ። ስለዚ እዚ ናይ ሎሚ ናይ ማዕጾ ከርእየኩም እየ። ኣብ ቀጻሊ ድማ ከመይ ጌርና እቲ ሸልፍ ዘለዎ ወይ ከኣ ኣጀስትብል ዝኾነ ናይ መንደቕ ንልጥፎ ቅድሚ ሕጂ ሰሪሐልኩም ኔረ። ንሎሚ ከኣ እዚኣ ናይ ማዕጾ ከርእየኩም እየ። So እቲ ዝመጽእ ምስኡ ዝመጽእ ምናልባት መሳርሒ ተድልየና ሓንቲ ናይ ጋን መእሰሪት ወይ ከኣ ኮምፖ ዝደለዋ ናይ ክልቲኡ ዘለዋ ከኣ ድሪልን ጋንን ትኸውን እንድሕር ኣላትኩም ከኣ ጽብቕቲ ታይም ሴቭ ትገብሩ። ተዘይብልኩም ውን ብካቻ ቪድዮ ጌርኩም ውን ክትኣስርዎ ትኽእሉ ኢኹም። እዚ ሓጺን ዝመጽእ ናቱ ኣሉሙንምን ብዘለኩም መቑረጺ ጌርኩም ክትቆርጽዎ ትኽእሉ ኢኹም ወይ እቲ ናይ ናይ ሓጺን መቑረጺ እንድሕር ሳይዙ ኦቨር ሳይዝ ኮይኑኩም ካብቲ ናትኩም ቦታ ማለት እዩ። ሶ እዚ ናይ ሱሳ ስሳ ኢንች ዘለዎ እዩ ሶ ስሳ ኢንች ስለ ዝኮነ ክልተ ናይ ሰላሳ ሳይዝ ክጥቀም እየ ማለት እዩ ሶ ስላይድ ኢን ስለ ዝኮነ ክልተ ናይ ሰላሳ እንድሕር ተጠቂምና እቲ ናትኩም ሓፂን ምስኡ ዝመፅእ ድማ ልክዕ ናይ ስሳ እዩ ዝመፅእ እንድሕር ገጅፉ ካብቲ ናትኩም ዘለዎ ቦታ ክትቆርፅዎ ትኽእሉ ኢኹም በቲ ዝድልየኩም ሳይዝ ማለት እዩ ሶ እዚ ናይ ርእሲ እዩ ርእሲ ክብለኩም ከለኹ ከዓ ናይ ላዕለዋይ ክፋል እዩ ክልተ ማዕፆ ይሕዝ እቲ ሓደ ብውሽጢ እዚ ቢም ናቱ እዩ እቲ ሓደ ከኣ እቲ ብደገ ዝኮንካ ኣብዚ ይሕዝ ማለት እዩ ክልተ ከምዚ ናይ ሓዲድ ኣለዎ ማለት እዩ ናይ ረይልወ ኣብዚ ኣለዋ እተን መዓፁ መስትያት እየን ክልትኤን ናይ እግሪ ከዓ ኣብ እግሪ ኢንሳን ዝኸውን ከዓ ኣለና ነቲ ሓዲድ ብታሕቲ ዘብል ማለት እዩ ስለዚ ቀዲምኩም እዚኣ ትስምርዋ ናተን ቦታ ኣለዎን ሳይዝ ናትኩም ዓቂንኩም ሬዲ ምስ ገበርኩሞ ማለት እዩ ኣብዚ ናይ ላዕለዋይ ክፋል ክንስምረን ኢና ነዚ ምስ ሰመርና ሽዑ ነቲ ማዕጾና የእቲና ድማ እቲ ለበል ናቱ ጌርና ነቲ ናይ መሬት ደሎ ምስ ናይ መሬት ድሪል ጌርና ክንስምሮ ኢና ማለት እዩ

ኣብ ገዛኹም ዘለኩም ከምዚ ጌርኩም እቲ መስማር ምስ ዝመፅእ እቲ ቢም ናቱ ኩሉ ሃርድዌር ምስ እዩ ዝመፅእ እታ ተድልየኩም ጥራይ ስኹም ክሳይ ትገብሩ ማለት እዩ So let's get started.

ስለዚ እዚኣ ምስ እተናያ እቲ ዘድልየና ምስማር ክንስምር ኢና ሳይዝ ናቱ ንቑመትኻ ኖርማሊ ሰብዓን ሸሞንተን ወይ ከዓ ሰማንያ ማለት እዩ ቁመቱ ማለት እዩ

ናይ ቅድሚ ሕጂ እንድሕር ዘይረኣኹሞ ኣለኹም ኣብ ዩቱብ ዝስራሕ ከሎ ናይ ሸልፍ ከመይ ጌርኩም ናይ ሸልፍ ኣጀስትብል ሸልፍ ማለት ኣብ ዝደለኹሞ ግዜ ንላዕሊ ንታሕቲ ክተውርድዎን ክትሰቕልዎን ትኽእሉ ከምኡ ድማ ናይ ሸልፍ ክትገብርዎ ትኽእሉ ከምኡ ድማ ናይ መንጠልጠሊ ዘለዎ ቪድዮ ሰሪሐ ነይረ እቶም ዘይረኣኹሞ ኣብ ዩቱብ ኣለኩም GERE Production ኢልኩም ኣውራይዋ እዚኣ ከዓ እታ ናይ ማዕፆ ማለት እዩ ሶ እንድሕር እቲ ኖርማል ማዕፆ ኣለኩም ኮይኑ ንዕኡ ኣሊኹም ሳይዝ ናይቲ ክለዘትኩም ክትውስኹሉ ትኽእሉ ኢኹም ማለት እዩ። ሕጂ እቲ ሳይዝ ንኸመይ ከም ዝውስኹሉ ሓደ እቲ መንደቕ ዘሎ ንድሕር ኣሊኹሞ ካልኣይ እቲ ኣብ መንጎ ዘሎ መንደቕ ንድሕር ከምዚ ኮይኑ ምሉእ ብምሉእ ነቲ ክሎዘትኩም ንክትጥቀምሉ ይሕግዘኩም እዩ ማለት እዩ። ሶ እኹል ቦታ ተልይኩም ጽቡቕ እኹል ተዘይብልኩም ከኣ ነቲ ዘለኩም ክተብልዎ ትኽእሉ ኢኹም ማለት እዩ። ሳይዝ ይፈላለ እዩ። ካብ ዓሰርተ ሸሞንተ ክሳብ ሰብዓን ክልተን ኣሎ ማለት እዩ። ንኸምዚ ሰብዓን ክልተን ህጂ ዝተመቓቐለ ማለት እዩ ወይ ክልተ ክልተ ናይ ሰላሳ ክልተ ናይ ዕስራን ኣርባዕተን ኣርባዓን ሸሞንተን ክኸውን ማለት እዩ ሶ ስላይዲን ስለ ዝኾነ ክልቲኡ ከዓ ኣብ ሓደ ቦታ ይራኸብ ወይ ከዓ ባይ ፎልድ ዝበሃል ከዓ እቲ ዝዕፀፍ ድሕር ስሒብካዮስ ዝዕፀፍ ማለት እዩ ሶ ፀቢብ ቦታ እንድሕር ኮይኑ እቲ ቦታኹም ከምኡ ብምጥቃም ክትጥቀምሉ ትኽእሉ ኢኹም ማለት እዩ። ስለዚ እዚኣ እታ መስትያት እያ። ቀዲምኩም ናይ ውሽጢ ዘሎ ትእትውዎ እዚ ዓጺፍኩም ናባኹም ማለት እዩ። ጌርኩም ኣለኹም ብድሕሪ እንታይ ክትገብርዎ ትኽእሉ ኢኹም? እቲ ናቱ ሳይዝ ኣጃስት ክትገብርዎ ትኽእሉ ኢኹም። ንላዕሊ ክወርድ ክድይብ ይኽእል እዩ፣ ንታሕትኻ ክወርድ ዝኽእል እዩ በቲ ናትና ሳይዝ ማለት እዩ ንናብዚ ዘሎ ናብዚ ማዕጸና ድማ ምስቲ ፍሬም ለበል ኣሎ ድዩ የለን ጋፕ እንድሕር ኣለዎ ኮይኑ ኣብ ላዕሊ ብድሕሪት ኣጃስትመንት ስለ ዘለዎ ንዕኡ እንታይ ክንገብሮ ንኽእል ኢና ኣጃስት ክንገብሮ ንኽእል ኢና ማለት እዩ ኦረዲ እዚኣ ሕጂ ቦታኣ ሒዛ ኣላ ኣብ ምንታይ ጥራይ ክንገብር ኣለና ሕጂ እቲ ናቱ ኣጃስትመንት ናይ ሳይዙ ማለት እዩ።

ደሰም ካብ ብታሕቲ ከዓ ከምኡ ኣለዎ ማለት እዩ ሽዑ እቲ ቢም ናትኩም ኣጃስ ጌርኩም ከዓ ብከምኡ እቲ ማዕጾኹም ክትሰርሕዎ ትኽእሉ ማለት እዩ ስለዚ እዚኣ እታ ቀዳመይቲ so still እቲ ናይ ታሕተዋይ መሬት ቅድሚ ንዕኡ ኢንስታል ምግባርና ኩሉ እቲ ናትና ሬዲ ንገብሮ ከምዚ ጌርና ማለት እዩ ናይ ላዕሊ ምስ ወዳእና ብታሕቲ ዋይ ዘሎ ከዓ ሊቤሎ ጌርና ከዓ ሽዑ ክንቅልቅሎ ኢና ማለት እዩ ሊኻ እታ ብደገ ዘለና በዚ ኣጋጣሚ ምናልባት እቲ ክውስኸሉ ዝፀናሕ መዳን ክሪእዎ ሪኦም ኣለኹም ኣብዚ ናቱ መስማር ኣለዎ ማለት እዩ ነቲ መስማር ሉዝ ክንገብሮ ከለና ቁመት ይውስኽ ኣሎ ማለት እዩ ክንኣስሮ ከለና ከኣ ይሓጽር ኣሎ ማለት እዩ። ሕጂ እቲ ናትኩም ቦታ እንድሕር ሞር እንታይ ዝበሃል ኣለዎ ኮይኑ ቁመት እንድሕር ርክስታይ ኮይኑ እንድሕር ሓፂሩ ማለት እዩ እዚ ብምንዋሕ ነቲ ዘሎ ጋብ ክትመልእዎ ትኽእሉ እንድሕር ነዊሕሉ ኮይኑ ከዓ ንዕኡ ብምእሳር ንታሕቲ ይወርድ ማለት እዩ እሱ ናቱ ኣጃስትመንት

ኦረዲ እቲ ናትና ፍሬም ተሰሪሑ ኣሎ ምስቲ ናይቲ ማዕፆና ድማ ከመይ ክስታይ ከም ዝኸውን ማለት ክንከፍቶ ከለና ብክልቲኡ ሳይድ ስለ ዝኽፈት ሞር ስፔስ ኣለና ማለት እዩ ነግጥሞ ከለና ከዓ እቲ ናቱ ሓዲድ ልክዕ ኣብቲ ቦትኡ ከም ዝሓዘ ሜክ ሹር ኣረጋግጹ ከምኡ ሳምታይምስ ዝሓዘ መሲሉና ፍኑ ክነብሎ ንኽእል ኢና ከይወድቀኩም ማለት እዩ ሰው ከምዚ ጌርኩም እቲ ዘለኩም ቦታ ክትጥቀምሉ ትኽእሉ ኢኹም ታሕተዋይ መሬት ሽኮ ዕንጨይቲ እንድሕር ኮይኑ ኣብኡ ከለኹ መስማር ጥራይ ትስምርዎ ንሕርት ናትኩም ኮንክሪት መሬት ኮይኑኻ ድሪል ብምግባር ሴኪር ትገብርዎ ማለት እዩ ታሕተዋይ ተዘይተኣሲሩ ክንከፍቶ ክንዓፅዎ ከለና ስለዝድፋእ ንውሽጢ ክድፋእ ይኽእል እዩ እቲ ናቱ ምንቅስቓስ ከዓ ነቲ እንታይ ዝበሃል ሉዝ ክገብሮ ይኽእል እዩ ማለት እዩ ከምዚ ጌርኩም ደቂ ዓበይቲ ቴንኪዩ ቴንኪዩ ኩለኹም ይሕዋት ቴንኪዩ ቴንኪዩ ኤዲ ፎር ደ ስታርት ሶ ከምዚ ጌርኩም እቲ ዘለኩም ናይ ገዛኹም ክሎዘት ማዕጽኡ ከምዚ ብምቕያር እቲ ጸቢብ ኮይኑ ዝስምዓኩም በቲ ዘለኩም ከምዚ እንድሕር ጌርኩምሉ ክገፍሓልኩም ይኽእል እዩ። ኣብ ትኸፍትሉ ግዜ ከኣ ብምሉእ ብምሉእ ስለ ዝኽፈት ከኣ ዝኾነ ነገር ኣብ ታሕተዋይ ባልጃ ድዩ ዘለኩም መቐመጢ ክተቐምጥዎ ትኽእሉ። ኣብ ቀጻሊ እንታይ ክገብር እየ? ኣብ ጥቓኹም ዝርከብ ስቶር ኬድኩም ገዚእኹም እቲ ናትኩም ሸልፍ በቲ ናቱ ሳይዝ ክትሰርሕሉ ከም ትኽእሉ ኣብ ስቶር ከይደ ከርእየኩም እየ ካበይ ክትገዝእዎ ከም ትኽእሉ እዚኣ ዝሰርሓ ዘለኹ ክልተ ሚእትን ሚእትን ቴስዓን ትሽዓተን ፕላስ ታክስ ማለት እዩ ዋጋ ናይዚ ሶ እቲ ናትኩም ማዕጾ ዘሎ ቀይርኩም በቲ ናቱ ሳይዝ ኣቂምኩም ክትቅይርዎ ትኽእሉ ኢኹም ማለት እዩ ስለዚ ኩልኹም የሕዋት ነዚ ትከታተሉ ኣዝየ ከመስግነኩም እደሊ ዘለኩም ሓሳባት ሪኢቶ ከኣ ከምኡ ኣብ ቦታ ኮመንት እንዳ ጸሓፍኩም እቲ ኣነ ኣብ ዝሪኤሉ ግዜ ድማ ከምዚ እንዳ ገበርኩ ዋላ ሓጺር ሓጺር ቪድዮ እንዳ ሰራሕኩ ናባኩም ሸር ክገብሮ እየ ኣትሊስት ተሓመቀ እቲ ስማት ሪኢኩም ከኣ ንስኩም ከኣ ካብኡ ሪኢኩም ክትጥቀሙ ትክእሉ ዝብል ሓሳብ ኣለኒ GERE Production ትብል ዩቱብ ቻነል ፕሊስ ከይተሃከኩም ኣብኣ ከይትኩም ኣብቲ ተሰሪሑ ዘሎ ቪድዮ ብምእታው ሓሳብኩም ኣካፍሉ እቲ ሰዓታት ክንመልኦ እሞ ሰዓታትና ምስ መልኣ ድማ ከምዚ እናመጸና ብላይፍ እናመጻኹ ወይ ላይፍ እንዳሰራሕኩ ክኣትወሉ እየ ማለት እዩ ሰወ ንሎሚ እዚ ዝመስል ኣብ ቀጻሊ ብኻሊእ ስራሕ ክመጸኩም እየ ክሳብ ሽዑ ሰላም ወሰናይ በብዘለኹሞ።